የሱስ ክርስቶስ ከምዚ ኢሉ ኣነ እንጌራ ህይወት እየ ናባይ ዝመጽእ ኣይጠምን ብኣይ ዝኣምን ከኣ ከቶ ኣይጸምእን እዩ ሎሚ ብዛዕባ እቲ ህይወት ዝህብ ቃሉ ክዛረብ እየ ማለት እዩ ብዙሕ ኣሎ ኣብ መጽሓፍ ቅዱስ ዝተዛረቦ ግን ሓንቲ ቃል ኣብ ወንጌል ሉቃስ ምዕራፍ ዓሰርተ ሸውዓተ ካብ ፍቕዲ ዕስራን ክልተን ክሳብ ሰላሳን ክልተን ዘላ ከንብብ እየ ካብኣ ተበጊሰ ድማ ተወሳኺ ሓሳብ ክህብ እየ ማለት እዩ ንደቀ መዛሙርቱ ኸኣ በሎም፣ ካብ መዓልትታት ወዲ ሰብ ሓንቲ ኽትርእዩ እትምነዩለን መዓልትታት ክመጽኣ እየን፣ ኣይክትርእዩንን ከኣ ኢኹም። መብረቕ ካብቲ ሓደ ወሰን ሰማይ ክሳዕ እቲ ኻልእ ወሰን ሰማይ ከም ዚበርቕን ከም ዜብርህን፣ ከምኡ ኸኣ ወዲ ሰብ በታ መዓልቱ ኪኸውን እዩ እሞ፣ እንሆ፣ ኣብዚ ወይስ እንሆ፣ ኣብቲ ኣሎ ኽብልኹም እዮም። ኣይትኺዱ፣ ኣይትስዓብዎምውን። ቅድም ግና ብዙሕ ሓሳረ መከራ ክጸግብ ብዚ ወለዶ እዚ እውን ክነዓቕ ብግዲ እዩ። ከምቲ ብዘመን ኖህ ዝኾነ ብዘመን ወዲ ሰብ እውን ከምኡ ክኸውን እዩ። ክሳዕ እታ ኖህ ናብ መርከብ ዝኣተወላ መዓልቲ ይበልዑን ይሰትዩን የእትዉን የተኣታትዉን ነበሩ። ማይ ኣይሂ ድማ መጸ ንኹሎም እውን ኣጥፈኤ። ብዘመን ሎጥ ድማ ከምኡ ኾነ፣ ይበልዑን ይሰትዩን ይሸጡን ይሻየጡን ይተኽሉን ይሃንጹን ነበሩ። በታ ሎጥ ካብ ሰዶም ዝወጸላ መዓልቲ ድማ ካብ ሰማይ ሓውን ዲንን ወረደ ንኹሉ ኸኣ ኣጥፈኤ። በታ ወዲ ሰብ ዝግለጸላ መዓልቲ ድማ ከምኡ ክኸውን እዩ። እታ መዓልቲ እቲኣ ኣብ ደርቢ ዘሎ ኣቓሑኡ ከኣ ኣብ ቤት ዘለዎ ክወስዶ ኢሉ ኣይውረድ፣ ኣብ ወፍሪ ዘሎ'ውን ንድሕሪት ኣይመለስ ንሰበይቲ ሎጥ ዘክርዋ። ጐይታና የሱስ ክርስቶስ የሱስ ዝሃቦ ብዙሕ ብዙሕ መጠንቀቕታታት ኣሎ። ብዙሕ ኣሎ መጽሓፍ ቅዱስ። የሱስ ግን ሎሚ ሓደ ካብቲ ኣዝዩ ዘተሓሳስብ ብዙሕ መጠንቀቕታታት ሓደ ንሪኦ እንታይ እዩ ንሰምዖ ንሰበይቲ ሎጥ ዘክርዋ ዝብል እዩ ሰበይቲ ሎጥ ብኣምን እየ ወይ ድማ ብኣምላኽ ይኣምን እየ በሃሊት እያ ነይራ በዓል ቤታ ሎጥ ኣብ መጽሓፍ ቅዱስ ኣብ ካልኣይ መልእኽቲ ጴጥሮስ ምዕራፍ ክልተ ፍቕዲ ሸሞንተ ጻድቕ ሰብኣይ እታ ጻድቕ ነፍሱ በቲ ኣብ መመዓልቲ ትርእዮ ትነበረት ነፍሱ ትስቀ ነበረት ይብለና ስለዚ እዛ ሰብ እዚኣ ኣማኒት እየ በሃሊ እኳ ደኣ በዓል ቤታ ሎጥ ናይ ኣምላኽ ሰብ እዩ ነይሩ እግዚኣብሄር ንሰዶምን ጎሞራን ብሓጢኣቶም ምኽንያት ዘጥፍኣሉ መዓልቲ ንሳ ክትወፅያ መላእኽቲ መፂኦም ውፁ እዛ ከተማ እዚኣ እግዚኣብሄር ከጥፍኣ ስለ ዝኾነ ውፁ ቀልጢፉም ምስ በሎም ምስ ክልተ ደቃን ምስ በዓል ቤታን ተበጊሳ እያ ትወፅእ ካብታ ከተማ እንተኾነ ግን ንድሕሪት ገጻ ግልጽ ኢላ ልባ ኣብ ድሕሪት ነይሩ ምሉእ ብምሉእ ብምኩሉ ልባ ስለ ዘይተበገሰት ብኣካላ ዳያ እምበር ብልባ ኣይተበገሰትን ስለዚ ንድሕሪት ገጻ ጠሚታ ማለት እዩ እዚ ድማ እግዚኣብሔር ምስቲ እግዚኣብሔር ዝሃቦ ንጹር ትእዛዝ ምስኡ ዝቃረን እዩ ነይሩ ብኡ ንብኡ ተቐዚፋ ማለት እዩ ዩ ናብ ሓወልቲ ጨው ከም ተቀየረት መጽሓፍ ቅዱስ ይዛረበና የሱስ ነዚኣ ከም ከም ንቤተክርስትያን ከም ዓባይ መተሓሳሰቢትን መጠንቀቂት መጠንቀቅታ ካልኣይ ግዜ የሱስ ክመጽእ ከሎ ብዛዕባ ክህሉ ዘለዎ ኩነታት ዝእምት እዩ ሰባት በቲ ግዜ እቲ ድማ ዝተፈላለዩ ዓይነት ሰባት ክህልው እዮም የሱስ ክመፅእ ከሎ ካልኣይ ግዜ ዝተዳለዉ ሰባት ኣለዉ ዘይተዳለዉ ሰባት ከዓ ኣለዉ ስለዚ እንታይ ይብል ኣሎ ንዕኡ ዘመላኽት ኩነታት ይረኣዩ ኣሎ ንዑ ክመፅእ ከሎ ኩነታት ከመይ ከም ዝህሉ ፈልጥ ኣሎ ስለዚ ንሰበይቲ ሎጥ ዘክርዋ ከምኣ ዝኣመሰሉ ሰባት ክህልዎ እዮም ማለት እዩ በቲ ግዜ እቲ የሱስ ክመፅእ ከሎ ብጣዕሚ ኣዝዩ ዘተሓሳስብ መጠንቀቕታ እዩ። ስለምንታይ ብፍላይ ኢየሱስ ተጠቕሞ ካብ ኩሉ እቲ ኣብ መጽሓፍ ቅዱስ ዘሎ ሰባት ንኣብነት ንኣብርሃም ዘክርዎ ኣይበለን፣ ንይስሓቅ ዘክርዎ ኣይበለን፣ ንያዕቆብ ዘክርዎ ኣይበለን፣ ንሳራ ዘክርዋ፣ ንሃና ዘክርዋ፣ ንሩት ዘክርዋ ኣይበለን። ንሰበይቲ ሎጥ ንዓኣ ፍልይ ኣቢሉ ንሰበይቲ ሎጥ ዘክርዋ ክብል ከሎ መልእኽቲ ክተሓላለፍ ደልዩ ዘሎ መልእኽቲ ብህይወታ እዩ እንታይ እዩ ዝኾነት እያ ዘስብ እዚኣ ከመይ ነይሩ ኩነታታ ኢልካ ክፅናዕ ኣለዎ ማለት እዩ ስለዚ እቲ ናታ ኩነታት ኣብ መፅሓፍ ቅዱስ ፅቡቕ ኣይኮነን ክትብግ ክትወጽእ ካብቲ ዝወርድ ዝነበረ መዓት ሓዊ ነቲ ሰዶምን ጎሞራን ዘጥፈኤ ካብኡ ንኸተምልጥ ተበጊሳስ ንድሕሪት ገጻ ግልጽ ኢላ ግን ጠፊኣ ማለት እዩ ተቐዚፋ ስለዚ ከምኡ ከይትኾን ከምኣ ከይትኾኑ ማለት ዘክርዋ ዝብል ዘረባ ከዓ ኣሎ ካልእ ኣዝዩ ዘተሓሳስብ መጠንቀቕታ ዝገብሮ ድማ ኢየሱስ ብዛዕባ እቲ ናቱ ካልኣይ ምጽኣት ይዛረብ ኣሎ ማለት ብዙሓት ሰባት በቲ ግዜ እቲ ዘይተዳለዉ ከም ዝህልዉ ማለት እዩ። እታ መዓልቲ እቲኣ የሱስ ክግለጽ ከሎ ንብዙሓት ሰባት ከይተዳለዉ ከለዉ ከም እትረኽቦም እያ ዝሕብረና። የሱስ ንሰበይቲ ሎጥ ዘክርዋ ክብል ከሎ ካልእ ኣዝዩ ዘተሓሳስብ ዝገብሮ ድማ እንታይ እዩ? እቲ ዝህቦ ዘሎ መን እዩ ማለት ዝኾነ ሰብ ክዛረበካ ክእል እዩ ብዛዕባ ዝኾነ ይኹን ሰብ ንዓ ንገሊኡ ግምት ትህቦ ኣሎ ንገሊኡ ከዓ ግምት ዘይትህቦ ኣሎ ግን ዝዛረብ ዘሎ የሱስ እዩ የሱስ ብፍቕሪ እተመልአ ብምሕረት እተመልአ ብድንጋጸ እተመልአ እዩ ስለዚ ናቱ ዘረባ ክስማዕ ኣለዎ ምክንያቱ ከምኡ ዝኣመሰለ መሓሪ ለዋህ ክዛረበካ ከሎ ስለዚ በታ መዓልቲ እቲኣ እቲ ናቱ ድንጋጸን እቲ ናቱ ምሕረትን እቲ ናቱ ፍቕርን እውን እንተ ከምቲ ዝግባእ ዘይተሓሲብሉ ውሕስነት ክህልዎ ኣይክእልን እዩ ከመይ የሱስ እንታይ ዝብል ዘሎ ዋላ ኣነ እኳ ለዋህ እትኾንኩ ፈቃር እትኾንኩ ሕያዋይ እትኾንኩ መሓረ እትኾንኩ ግን እንተ ዘይተዳሊኹም እንተ ነዚ ዝብለኩም ዘለኹ ዘይሰሚዕኩም ኩነታትኩም መወዳእታኹም ፅቡቕ ክኸውን ኣይክእልን እዩ የሱስ ኣብ መጽሓፍ ቅዱስ እንታይ እዩ ዝብል? ብናቱ ለውሃትን ድንጋጸን መጽሓፍ ቅዱስ ኣብ መጽሓፍ ቅዱስ ክግለጽ ከሎ ንሱ ንጭፍሉቕ ሻምብቆ ኣይሰብርን ንዝተክኽ ጥዋፍ ድማ ኣየጥፍእን ይብለና። ጭፍሉቕ ሻምብቆ ኣይሰብርን ንሕና ርኢናዮ ኣለና ሻምብቆ ተጨፍለቐ እንታይ ሰብ ማለት ናይ ሰብ ኩነታት ማለት ሰባት ኩነታቶም ኩሉ ልክዕ ከም ጭፍሉቕ ሻምብቆ እዮም ክበሃል ከሎ እንታይ ማለት እዩ ብጣዕሚ ዘደንግጹ ኣብ ኣዝዩ ዘደንግጽ ኩነታት ዘለዉ እዮም የሱስ ንዕኦም ክብ ከብሎም ካብቲ ዘለዎም ኩነታት ሓፍ ከብሎም ደኣ እምበር ንሱ ብጣዕሚ ንዕኦም ክጉድኡ ከምዘይፈቅድ ጥንቁቕ ከምምዃኑ ዝተክኽ ጥዋፍ ኩሉ እዚ ናይ ሰብ ኩነታት ኣብቲ ዝተሓተ ኩነታት ብዛዕባ ዘለዉ ሰባት ዝእምት እዩ። ስለዚ እንታይ ኢየሱስ ንጭፍሉቕ ሻምብቆ ኣይሰብርን ንዝተክኽ ጠዋፍ ድማ ኣየጥፍእን እብለና። ስለዚ ከምዚ ዝኣመሰለ መድሓኒ ዝዛረቦ ዘሎ መጠንቀቕታ ንሰበይቲ ሎጥ ዘክርዋ ዝብል ብጣዕሚ ክስቆረና ዘለዎ ኣብ ልብና ክንዓቕሮ ዘለና ዓቢ መጠንቀቕታ እዩ ማለት እዩ። የሱስ ቤተ ክርስትያን ኣመንቲ ነዚ ነገር እዚ ኣመንቲ ኢና ዝብሉ ናብ ቤተ ክርስትያን ዝመላለሱ ቃል ኣምላኽ ዘንብቡ ስብከት ዝሰምዑ ንዕኦም ይዛረብ ዘሎ እዚ ነገር እዚ ኣዚ ዘተሓሳስብ ዝገብሮ ካልእ ድማ እንታይ እዩ ንደቀ መዛሙርቱ እዩ ዝዛረብ ዘሎ ነቶም ጸሓፍትን ፈሪሳውያንን ነቶም ጸልእዎ ዝነበሩ ነቶም ክፉኡ ዝደልዩ ዝነበሩ ኣይኮነን ተዛሪቦ ንጴጥሮስ ንዮሃንስ ንያዕቆብ እዩ ተዛሪቦ ንከምኦም ዝኣመሰሉ እዩ ተዛሪቡ ስለዚ ናቲ ናይ ነቶም ሰዓብቱ እዩ ዝዛረብ ዘሎ ንሰበይቱ ሎጥ ዘክርዋ ዝብሎም ዘሎ ስለዚ ናይቲ ደገ ይኮነ ዝዛረብ ዘሎ ናይ ውሽጢ እዩ ዝዛረብ ዘሎ ካልእ ኣዝዩ ዘተሓሳስብ ዝገብሮ ድማ እንታይ እዩ ኣብ ከመይ ዝኣመሰለ ኩነታት እቲ ቃል ከም ተዋህበ ማለት እዩ ወይ ድማ እቲ ኣበሃህላ ናይቲ ዘረባ እዩ ካብ ምስዓባ ተጠንቀቑ ወይ ድማ ዝገብሮ ናታ ኣብነት ኣይትከተሉ ወይ ድማ ንዓኣ ኣይትምሰሉ ኣይኮነን እንታይ ደኣ ዘክርዋ እዩ እቲ ቀንዲ ነገር ዘሎ ስለዚ ናይ ምርሳዕ ተኽእሎ ከም ዘሎ ማለት ስለዚ ኩሉ እዚ ኣብ መጽሓፍ ቅዱስ ሰፊሩ ዘሎ ዝተፈላለየ ዓይነት ኩነታት ክዝከር ከሎ ተመሳሳሊ ነገር ከየጋጥም ድማ ይሕግዝ ማለት እዩ ነቲ ኣእምሮኻ የበራብሮ፣ ትህኪት የጥፍእ፣ ሰባት ከም ዝተግሁን ከም ዝነቕሑን ብጸሎት ይገብር ማለት እዩ። ገለ ነገር ክዛረብ ደልየ ኣለኹ ብዛዕባ ሰበይቲ ሎጥ ዝነበራ ሓለፋታት ማለት ሓለፋታት ብግዜ ኣብርሃምን ሎጥን ሓቀኛ ሃይማኖት ኣብ ምድሪ ሳሕቲ እዩ ነይሩ። ኣብ ኩሉ ቦታ ዝረኣ ነገር ኣይነበረን። መጽሓፍ ቅዱስ ኣይነበረን። ኣገልገልትን ሰበኽትን ኣይነበሩን። ምስዮናውያን ኣይነበሩን። ከምዚ ሕጂ ንሪኦ ዘለና ንመጽሓፍ ቅዱስ ንኽትርድኦ ኣዝዩ ዝሕግዝ ዝተፈላለዩ ጽሑፋት ብሰፊሑ ዝዝርጋሕ ኣይነበረን። ፍልጠት ናይ ኣምላኽ ድማ ውሱን እዩ ነይሩ። በቲ ግዜ እቲ ኣብ እግዚኣብሔር ዝሓረዮም ፍሉያት ስድራ ቤታት እዩ ነይሩ ማለት እዩ። ስለዚ እቶም ዝበዝሐ ኣካል ናይዛ ዓለም እዚኣ ዝበዝሐ ሓፋሽ ህዝቢ ብድንቁርና ኣብ ጸልማት ኣብ ኣጉል እምነት ኣብ ሓጢኣት ተሓሚሱ ዝነበረ እዩ በቲ ግዜ እቲ ኣብ ኸባማይት ሓደ እኳ ጽቡቕ ኣብነት ዝረኣየሉ ኣይነበረን በቲ ግዜ እቲ ስለዚ እቲ መንፈሳዊ ሃዋሁ ናይቲ ግዜ እቲ እንታይ እዩ ነይሩ ጸልማት እዩ ነይሩ ፍሉጥ ፍልጠት ኣይነበረን ስለዚ ንሳ ማለት እዩ ሰበይቲ ሎጥ ዘክርዋ ክብል ከሎ ካብ ኩሎም ቶም ኣብቲ ግዜያ ዝነበሩ ኣህዛብ ብድንቁርና ኣብ ጸልማት ኣብ ኣጉል እምነት ዝነበሩ ንሳ ፍሉይ ሓለፋ ነይርዋ እንታይ ሓለፋናታት ነይሩ ተራእየልና በዓል ቤታ ሎጥ ናይ እግዚኣብሔር ሰብ ነይሩ ኣብርሃም ነይሩ ኣካል ናይቲ ቤተሰብ ኣቦ ኣመንቲ ስለዚ ንሳ ሓለፋታት ነይርዎ ካብ ኩሉ ህዝቢ ንላዕሊ ማለት እዩ እምነት ፍልጠት ጸሎት ናይዞም ቅዱሳት ሰባት እዚኣቶም ንዓ ሕቡእን ምስጢርን ነይሩ ክበሃል ኣይከኣልን እዩ ንነዊሕ ግዜ ንሳ ኣብቲ ዝነበርዎ ቴንዳ፣ እቲ ናይ ቀደም ግዜ ቤት ማለት እዩ፣ ኣብኡ እንዳነበረት ከላ ንሳቶም ዘምልኽዎን ንሳቶም ዝኣምንዎን ኣምላኽ ከይፈለጠት ትነብር ነይራ ክበሃል ኣይከኣልን እዩ። ሃይማኖት ንዕኦም ከም ስቕ ኢልካ ብኣፍ ኣፍ ዝዝረበሉ ነገር ኣይነበረን። ንኹሉ እቲ ናቲ ኣነባብራኦምን ኣተኣታትውኦምን ኣወጻጽኦምን ኩሉ ንዕኡ ዝመርሕ መትከል እዩ ነይሩ ሃይማኖት ማለት ስለዚ ኣብ ኩሉ ህይወቶም ዝረኣይ እዩ ስለዚ እንታይ ማለት እዩ ሓለፋ ነይርዋ ንሳ ካብ ካልእ ኩሉ ህዝቢ ካብቲ ኣብ ኣጉል እምነት ኣብ ጸልማት ኣብ ድንቁርና ዝነብር ዝነበረ ህዝቢ ንዓ ፍሉይ ሓለፋ ነይርዋ ኣብርሃም ነቲ ተስፋ ተቐቢሉ ካብ ህዝብኻን ካብ ቤተሰብካን ወፂእካ ናብቲ ኣነ ዘርኤካ ምድሪ ኺድ ክብሎ ከሎ እግዚኣብሄር ንሳ ምስኦም እያ ነይራ ተበጊሳ ካብ መሶጶጣምያ ማለት እዩ ስለዚ ኣብ መንጎ ሓይን ኣብ መንጎ ቤትኤልን ሓወልቲ ክስራሕ ከሎ ኣብርሃም እውን ኣብኡ ነይራ ክበሃል ክከኣል መላእኽቲ መጺኦም ናብ ሰዶም እዛ ከተማ እዚኣ እግዚኣብሔር ብምክንያት ሓጢኣታ ከጥፍኣ ስለ ዝኾነ ውጹ ክብሎም ከሎ ምስ በዓል ቤታን ምስ ክልተ ደቃን ተበጊሳ ርኣቶም ነቶም መላእኽቲ እውን ብእዳዎም እዮም እንዳጎተቱ ከማን እቶም መላእኽቲ ኣውፅኦሞ ስለዚ ምስኦም ነይራ ስለዚ እቲ ዝነበረ ሓለፋታት ብቐሊሉ ዝረአ ኣይነበረን ማለት እዩ። ግን እንታይ እቲ ቀንዲ ነገር እዚ ኩሉ ሓለፋታት እኳ እንተነበራ በዓል ቤታ ሎጥ ተነበረ ኣብርሃም ካብ ዓንኬል ኣብቲ ዓንኬል ናይቲ ቤተሰብ ካብ ኮነ እዚ ኩሉ እሞ ደኣ እንታይ ረብሓ እንታይ ደኣ ረብሓትሉ ዋላ ሓንቲ ዋላ ሓንቲ ኣይረብሓትሉ ኩሉ ተዋሂብዋ ዝነበረ ዕድላትን ፅቡቕ ኣጋጣሚታትን ንዓ ዋላ ሓንቲ ኣይነበረት ማለት እዩ እንታይ ደኣ ዘይተነስሐት ዘይኣመነት ከም ጥፍእቲ ከም ዝኾነት ኣብ መጽሓፍ ቅዱስ ሰፊሩ ዘሎ እዚ ኩሉ እኳ ሓለፋት ተነበራ ግን ሓንቲ ዘይኣመነት ዘይተነስሐት ብሓጢኣታ ዝሞተት መወዳእታ ከዓ ፅቡቕ ዘይኮነ ነፍሲ ከምኡ ኮይነ ኣብ መፅሓፍ ቅዱስ ተረኪባ ዘላ ማለት እዩ ኣዒንቲ ልቦናኣ ኣይተኸፍተን፣ ሕልናኣ ኣይተበራበረን። ንኣምላኽ ምእዛዝ ፍቓድ ኣምላኽ ምግባር ኣይተማህረትን ኩሉ እቲ ናታ ድልየት ባህጊ ሃረርታ ሰማያዊ ኣይነበረን ናይ ሃይማኖት ናይ ላዕሊ ላዕሊ ነገር ደኣ እምበር ውሽጣ ልባ ሓሳባታ ዝተቐየረ ኣይነበረትን ማለት እዩ እቲ ናይ እግዚኣብሄር ኣነባብራ እቲ ናይ እግዚኣብሄር መትከላት ንዓ ኣይንታያን ነይሩ ናይ ደገ ጥራሕ ናይ ላዕሊ ላዕሊ እዩ ነይሩ ማለት እዩ። ዋግኡ ኣይተረድኣቶን። ንኣምላኽ ምምላኽ ማለት ብዕቱብነት ኣይረኣየቶን። ከም ባህሊ ከም ልምዲ እዩ እምበር ንልባን ንሓሳባታን ዝቕይራ ዝቐየራ ኣይነበረን ማለት እዩ። ኣይተሰቆራን ነይሩ። ንኹሉ እቲ እግዚኣብሄር ዝብሎ ትእዛዛት ኣብ ልባ ኣየዕቆረቶን፣ ንኣተሓሳስባኣ ንኣነባብራኣ ኣይጸለዎን ኣይተንከፎን። ልክዕ ከምቶም ኣብ ከባቢኣ ዝነበሩ ክትመሳሰል ኢላ እያ እምበር ናይ ብሓቂ ስለ ዝኣመነትሉ ወይ ድማ ብልባ ስለ ዝተቐበለቶ ኣይኮነን። ስለዚ ንጥፍቲ ኣይነበረትን ማለት እዩ። ዓለም ኣብ ልባ ነይራ። ልባ ከዓ ኣብ ዓለም ነይሩ ማለት እዩ። ብኸምኡ ትነብር ነይራ፣ ብኸምኡ ከዓ ሞይታ። መወዳእታኣ ሕማቕ ማለት እዩ። ኣብዚ እንታይ ንመሃር ኣብዚ ኩሉ ናይ ሰበቲ ሎጥ ነገር ብግዜና ዘጋጥመና ዘሎ ወይ ድማ ብፍሉይ ድማ ነቲ የሱስ ክመጽእ ከሎ ካልኣይ ግዜ ክህሉ ብዛዕባ ዝኽእል ኩነታት ዝእምት እንድዩ ኢልናዮ ዘለና ብዙሓት ሰባት ከም ሎጥ ንዋ ከም ሰበይቲ ሎጥ ከይኮኑ ወይ ድማ ከይንኸውን እዩ እቲ ነገር ብዙሕ ግዜ ናይ ሃይማኖት ሓለፋታት፣ ናይ መጽሓፍ ቅዱስ ሓለፋታት፣ ቤተሰብካ መን እዮም፣ ስድራኻ መን እዮም፣ ክርስትያናት እዮም ክትብል ትኽእል እትኽእል ኢኻ ማለት ኩሉ ግዜ። መንፈሳዊ ዝኾነ ረብሓታት ወይ ድማ ጥቕምታት ክህልው ከሎ እተፈላለየ ዓይነት መግለጺታቱ። ቤተሰብካ ኣመንቲ ክኾኑ ይኽእሉ። ኩሉ ግዜ ቃል ኣምላኽ ዝንገረሉ ኣብ ዝንገረሉ ቦታ ክትህሉ ትኽእል ትኸውን። ኣብ ብርሃን፣ ኣብ ፍልጠት፣ ቅድስና ወይ ድማ ጽቡቕ ኣብነት ብዛዕባ ወንጌል፣ ብዛዕባ መንገዲ ኣምላኽ ዝሕበረሉ ቦታ ክትህሉ ትኽእል ትኸውን። ኩሉ ግዜ ማለት እዩ ቤተክርስትያን ናይ ምኻድ ቃል ኣምላኽ ናይ ምንባብ ምስቶም ቃል ኣምላኽ ዘንብቡን ዝኣምኑን ዝፈልጡን ምስኦም ናይ ምሕዋስ ዕድላት ኩሉ ይኽእል ይኸውን ግን እዚ ኩሉ እንዳሃለዎ ከሎ ልብኻን ሓሳባትካን ኣእምሮኻን በዚ ነገር ዘይተተንከፈ ክትከውን ከም ትኽእል ልክዕ ድማ ከምቲ ናይ ሰበይቱ ሎጥ ዕድል ከጋጥም ከም ዝኽእል እዩ እቲ ቀንዲ መልእኽቲ። እዚ ትምህርቲ እዚ ንብዙሓት ሰባት ምናልባት ከቢድ ክኸውን ይኽእል እዩ፣ ምኽንያቱ ብዙሕ ሰብ ጥራሕ ሓው ከለኻ ብናይ ሃይማኖት ደገ ደገ ዝኾነ ኩርዓት ጥራሕ እዩ ዘሎ ብዙሕ ሰብ ማለት እዩ እንታይ እምነትካ ተተባሃለ ክርስትያነ ይብል ግን ክሳብ ክንደይ እቲ ነገርቲ ኣብ ውሽጢ ጥሒሉ ኣሎ ኣትዩ ኣሎ እቲ መልእኽቲ ወይስ ናይ ባህሊ ድዩ እግዚኣብሔር ዋኑ ምኽንያቱ ብዙሓት ሰባት ሕጂ ምናልባት መን ኣሎኸ ኣነ ከምዚ እየ ኣብ ከምቲ ክበፅሖ ዘለኒ ቦታ በፂሐ ክብል ዝኽእል እውን ስለ ዘየሎ ምናልባት ንኩሉ ሰብ ዘተሓሳስብ ክኸውን ይኽእል እዩ ግን ረብሓ ክርከቦ ዝኽእል ንምዝካራ ነፍሲ ወከፍ ሰብ ነቲ ናታ ታሪኽ ክሓስቦን ኣብ ብሕቱ ድማ ከውርዶን ከደይቦን ሽዑ ንጥቕሙ ክኾኖ እዩ እቲ ቀንዲ ዕላማ ስለዚ እንታይ እዩ ትቐንዲ ነገር ግን እቲ ሓደ ነገር ተባሂሉ ዘሎ እንታይ እዩ ገለ ሰባት ሕጂ ንኣብነት ኣነስ በዓል ቤተይ ወይ ድማ በዓልቲ ቤተይ ክርስትያን ተዝኸውን ነይሩ ወይ ድማ ኣብ ፅቡቕ ሃዋሁ ተዝህሉ ነይረ ከምዚ ኣይምኾንኩን ነይረ ወይ ድማ መወዳእታይሲ ከም ዘለኹዎ ኩነታት ኣይምኾንኩን ነይረ ዝብሉ ሰባት ክህልዉ ይኽእሉ ኹም ብዙሓት ስለምንታይ ኢኻ ከምዚ ኮንካ ስለምንታይ ኢኻ ኩነታትካ ፅቡቕ ዘይኮነ ኣነባብራኻስ ናይ ብሓቂ ጽቡቕ ዘይኮነ ኢልካ ክትዛረብ እንከለኻ እው ኣነ እሞ ኣብ ከምዚ ዝኣመሰለ ኩነታት ተዝህሉ ነይረስ ከምዚ ኣይምኾንኩን ነይረ ዝበሃል እዩ ግን እዚ እንታይ ክበሃል ጽቡቕ ሓቂ እዩ ሓጋዚ ክኸውን ይኽእል እዩ ግን ንሱ ጥራሕ ኣኻሊ ኣይኮነን ማለት ብዙሓት ሰባት እውን ኣብ ከምኡ ዝኣመሰለ ኣወንታዊ ዝኾነ መንፈሳዊ ሃዋህው እንዳሃለዉ ከለዉ ኩሉ ነገር ይማልኣሎም ማለት ኣይኮነን ኪንዮኡ ክሕለፍ ዘለዎ ነገር ኣሎ ንማለት እዩ ምትላል ክኸውን ይኽእል እዩ ማለት እዩ ሓለፋ ጥራሕ በይኑ ንሰብ ከድሕኖ ኣይክእልን እዩ ሓለፋ ግን መታለሊ ክኸውን ይኽእል እዩ ኣብ ከምኡ ስለ ዘለኻ ኩሉ ግዜ ልብኻ ከይተቐየረ ሓተሓሳስባኻ ከይተቐየረ ብብሕትኻ ንስኻ ድማ ነቲ ነገር እዚ ነቲ መትከል ከይኣመንካሉ ከለኻ ውሽጥኻ ከይተቐየረ ከሎ ኣብቲ ከምኡ ዝኣመሰለ ኩነታት ሃዋህው ስለ እትነብር ነፍስኻ ክትጥብር ትኽእል ኢኻ ማለት እዩ። እቲ እቲ ሰብሲ ነፍሱ ክጥብር ይኽእል እዩ። ኣብ መጽሓፍ ቅዱስ ብዙሓት ኣብነታት ኣለዉ። ዮኣብ ዝበሃል ኣሎ ናይ ዳዊት እ፣ ካፕቴን ዝነበረ ንሱ መወዳእቱ ጽቡቕ ኣይኮነን። ምስ ዳዊት ዝነበረ እዩ ገሃዚ ዝበሃል ኣሎ ናይ ነብዪ ኤልሳእ ሓጋዚ ዝነበረ ንሱ እውን መወዳእትኡ ጽቡቕ ኣይኮነን ደማስ ዝበሃል ኣሎ መሳርሕቲ መዓየይቲ ሃዋርያ ጳውሎስ ዝነበረ እዚ እውን መወዳእትኡ ጽቡቕ ኣይኮነን ብዓብዩ ከዓ ይሁዳ ኣሎ ምስ የሱስ ሓደ ካብቶም ዓሰርተ ክልተ ደቂ መዛሙርቱ ነይሩ ኩሉ መወዳእታ ናይ ይሁዳ ከዓ ጽቡቕ ኣይኮነን ስለዚ ሰበይቲ ሎጥ ከኣ ኣላ ማለት እዩ ሰበይቲ ሎጥ ከኣ ብኣብርሃምን ብበዓል ቤታ ሎጥን ተኸቢባ ዝነበረት እያ ጠፊኣ ማለት እቲ ቀንዲ መልእኽቲ ብዚ ክመሓላለፍ ዘልዩ ዘሎ ሕጂ ሰብ ክታለል ከም ዘይብሉ ንህይወት ሰብ ዘድሕኖ ብብሕቱ ሰብ ውሳኔ ክውስን ከም ዘለዎ ነቲ ናይ እግዚኣብሔር መልእኽቲ ቃል ወንጌል ከምቲ ጎይታና የሱስ ክርስቶስ ዝበሎ ኣነ እንጌራ ሕይወት እየ ዝበሎ ብልቡ ኣሚኑ ናይ ብሓቂ ክቕብ ውሳኔ ክገብ ብሕታዊ ዝኾነ እምነት ክኣምን ከም ዘለዎ እምበር ናይ ኣምሰሉ ወይ ድማ ናይ ላዕሊ ላዕሊ ነገር ንሰብ ከድሕኖ ከም ዘይክእል ሰብ ብኡ ክታለል ከም ዘይብሉ እቲ ቀንዲ መልእኽቲ እዞም ኩሎም እዞም ዝጠቐስክዎም ብሓጢኣቶም ሞይቶም መወዳእትኦም ጽቡቕ ከም ዘይኮነ እዩ መጽሓፍ ቅዱስ ዝዛረብ ስለዚ እዞም ዋላ እኳ ኩሉ ፍልጠት ተነበሮም ኩሉ እቲ መጠንቀቕታታት ተነበሮም ኩሉ እቲ ዕድላትን ኣጋጣሚታት ተነበሮም መወዳእትኦም ጽቡቕ ኣይነበረን እዞም ኩሎም እዚኦም ዝምህሩና እንታይ እዮም ሓለፋ በይኑ ንሰብ ከም ዘየድሕኑ እንታይ ደኣ ሰባት ጸጋን መንፈስ ቅዱስን ኣብ ህይወቶም ክግለጽ ከም ዘለዎ ማለት ናይ መንፈስ ቅዱስ ምግላጽ ናይ መንፈስ ቅዱስ ህላዌ ኣብ ውሽጦም ከም ዘሎ እዚ ድማ ከምቲ ክርስቶስ ዝበሎ'ዩ፣ ጨንፈር ኣብ ጉንዲ ወይኒ እንተ ዘይጸኒዑ፣ ካብ ገዛእ ርእሱ ፍረ ክፈሪ ኸም ዘይክእል፣ ንስኻትኩም ድማ ኣባይ እንተ ዘይተጸጋዕኹም፣ ኣብ ምሳይ እንተ ደኣ ዘይኰንኩም ክትነብሩ ኣይትኽእሉን ኢኹም ዝበሎ፣ ሰባት ከኣ ከምኡ ምስ ክርስቶስ ኪቋራነዩ፣ ኪተሓሓዙ ኸም ዘለዎም፣ ብብሕቶም ንክርስቶስ ኪቕበልዎ ኸም ዘለዎም፣ እቲ መልእኽቲ ማለት'ዩ። እዋን እቲ ዘለና ሓለፋታት ሓለፋታት እንድሕር ኣለና ኮይኑ ካብ ኣመንቲ ቤተሰብ ወይ ድማ ክርስትያናዊ ወይ ድማ ናይ ወንጌል መልእኽቲ ክንረኽበሉ እንኽእል ሃዋህው እንድኣ ተወሊድና ጽቡቕ ከምኡ ዝኣመሰለ ሓለፋ ጽቡቕ እዩ ግን እሱ በይኑ ጥራሕ ንሰብ ከድሕኖ ኣይክእልን እዩ ሰብ ክንየው ክኸይድ ክኽእል ኣለዎ ማለት እዩ ማለት እዩ ክንኣምን ኩነታት ጽቡቕ እዩ ግን ክንዮው ሰብ ክኸይድ ክኽእል ኣለዎ ኣምላኽ ፍረ ክንፈሪ እዩ ዝደልየና ማለት እንተ ደኣ ፍረ ዘይፈሪና ግን ንሱ እንታይ ክኸውን ይኽእል እዩ ነቲ ሕልናና ከም ዝድንዝዝ ይገብሮ ማለት እዩ ሓላፍነት ከዓ ብዙሕ እንተ ደኣ ፈሪጥካ ብዙሕ እዩ ዝግበረልካ ማለት እዩ ነቲ ክመጽእ ዝኽእል መዓት ድማ እንታይ ርግጽ ይገብሮ ከመይ እንዳፈለጠ ሰብ ዝረኣየ እንዳፈለጠ ዝሞተስ እንዳፈለጠ ቆበሮ ዝበሃል ይኸውን ማለት እዩ ሓደ ሓዊ ንጥዋፍ የንክኾ ንጡብ ከዓ የትርሮ ስለዚ እቲ በረኸትቲ እቲ ሓለፋታት ድማ ከከም ተቐበልካዮ ማለት ንገለ ሰብ ተተቐቢልካዮ ንበረኸት ይኸውን ንላዕሊ ተቐቢልካዮ ከዓ ንመርገም ይኸውን ማለት ስለዚ ኣብኡ እቲ ቀንዲ መልእኽቲ ክወሃብ ተደልዩ ዘሎ ማለት ንክርስትያናት እቲ ቀንዲ መልእኽቲ እዚ መልእኽቲ ንክርስትያናት እዮም ነቶም ኣመንቲ ኢና እንብል ወይ ድማ ድሕረ ባይታ ክርስትና ዘለና ማለት እዩ ንኣብነት ሓደ ሰብ ናብ ቤተክርስትያን ኸይድ ንፓስተር ንቐሺ እገለ ወይ ድማ ንቐሺ እገለ ቃል ኣምላኽ ከስምዕ ከሎ ትሰምዕ ደሓር በቲ ዝቐረበ መልእኽቲ ትሕጎስ ማለት እዩ ብጣዕሚ ትሕጎስ ትጸናናዕ ኩሉ ሳዕ ናብቲ ቤተክርስትያን ትኸይድ ኩሉ ጽቡቕ እዩ ማለት ቃል ኣምላኽ ናይ ምስማዕ ዕድል ኣለካ ከምዚ ዝኣመሰለ እኳ ይብዛሕ እወ ጽቡቕ እዩ ግን ኣብ ልብኻ እንታይ ረኺብካ እቲ ቀንዲ ነገር ዘሎ ንመንፈስ ቅዱስ ዶ ተቐቢልካ ወይ ድማ እቲ ኣቦይ ቀሺ ተዛረብዎ ቃላሲ ንልብኻ ቀይርዎ ዶ ንኣተሓሳስባኻ ቀይርዎ ዶ ተዘይኮነ ግን ዋላ ሓንቲ ካብ ሰበይትሎጥ ፍሉይ ኣይኮንካን ማለት እዩ ንቆልዑ ንህፃናት ከ ንዝተወልዱ ካብ ተበልና ንኣብነት ወለድኻ ኣቦኻን ኣደኻን ኣመንቲ ክርስትያናት ክኾኑ ይኽእሉ እዮም ኣብ ፅቡቅ ዝኾነ ክርስትያናን ስድራ ቤት ዝዓበኻን ተወለድካን ወይ ዝተወለድክን ክትከውን ትኽእል ኢኻ ጽቡቕ እዩ ካብ ቁልዕነትካ ካብ ንእሽቶ ካብ ተወለድካሉ ኣትሒዝካ ብዛዕባ ሓጢኣትን ብዛዕባ የሱስን ብዛዕባ መንፈስ ቅዱስን ብዛዕባ ቅድስናን ብዛዕባ ሰማይን ትፈልጥ ማለት እዩ ግን ፍረ ከም ትፈሪ ወይ ድማ እዚ ነገር ሲ ኣብ ሂወትካ ሲ ርኡይ ዝኾነ ጽልዋ ክገብር ኣኽኢሉ ዶ እዚ ክሕተት ኣለዎ ማለት እዩ። ብቐሊሉ ክትታለል ይኽእል ሰብ ማለት እዩ። ባዕሉ እቲ ሰብ ነቲ እንጌራ ህይወት ክበልዖ ክኽእል ኣለዎ ማለት እዩ። ህይወት ድማ ናይ መንፈስ ቅዱስ ምህላው ዘረጋግጽ ክኸውን ክኽእል ኣለዎ። ሰብ ባዕሉ ካብ ሓጥያቱ ክንሳሕ ኣለዎ ናብ ኣምላኽ ክምል ብሕብሕቱ ሰብ ናብ ኣምላኽ ካብ ሓጥያቱ ክንሳሕ ክኽእል ኣለዎ ናይ ገዛእ ርእሱ እምነት ክህልዎ ክኽእል ኣለዎ ናይ ገዛእ ርእሱ ቅድስና ክህልዎ ክኽእል ኣለዎ ተዘይኮይኑ ግን እቲ ሰብ ከም ሰበይቲ ሎጥ ይኸውን ማለት እዩ ጸሎት እዚ ብሓቂ እግዚኣብሔር ንኹሉም ክርስትያናት ኢና ዝብሉ ዝእመኑ ማለት እዩ እዚ ነገር እዚ ኣብ ልቦም ክዓቕርዎ ብሓቂ ዝድለ መልእኽቲ እዩ። ዘሎና ሓለፋታት በይኑ ከም ክርስትያናት ከድሕነና ከም ዘይክእል ማለት እዩ። ብርሃን ፍልጠት ስብከት ብዙሕ ኩነታት ኣብ ቤተ ክርስትያን ምህላው መጽሓፍ ቅዱስ ብቐሊሉ ክትረክብ ምኽኣል ኩሉ እዚ ጽቡቕ እዩ ብጣዕሚ ጽቡቕ እዩ ኣድላይ ድማ እዩ እንተኾነ ግን ንሱ በይኑ ንሰብ ከድሕኖ ከም ዘይክእል ማለት እዩ እንታይ ደኣ ሰብ ብብሕቱ ነዚ መልእኽቲ ክቕበሎን ክኣምኖን ኣለዎ ማለት እዩ እንተዘይኮነ ናይ ሰበይቲ ሎጥ መወዳእታ ከኣ ክድገም ከም ዝኽእል ኣብ ህይወት ሰብ'ቲ ማለት እዩ። ስለዚ እንታይ እቲ ቀንዲ መልእኽቲ ማለት እዩ እቲ እቲ ዋና ነገር ኢልናዮ ዘለና እዚ መልእኽቲ እዚ ሕጂ ነቶም ንኣመንቲ ኢና ዝብሉ ወይ ድማ ኣብ ናይ ክርስትና ሃዋሁ ዝዓበዩን ዝተወልዱን ዋላ እውን ዓበይቲ ኮይኖም ኩሉ ግዜ ቤተክርስትያን ናይ ምኻድን ቃል ኣምላኽ ናይ ምስማዕን ዕድል ዘለዎም ሰባት ንዕኦም እተዋህበ መልእኽቲ እዩ። ንሰምዕ ኣለና እንዳበሉስ ዘይሰምዑ ከይኮኑ፣ ንርእይ ኣለና እንዳበሉስ ዘይርእዩ ከይኮኑ፣ ተረዲኡና ኣሎ እንዳበሉስ ዘይተረድኦም ከይኮኑ፣ ድሒንና ኢና እንዳበሉስ ዘይደሓኑ ከይኮኑ ዝተዋህበ መጠንቀቕታ እዩ። ስለዚ የሱስ ድማ ደጊሙ ዝሃቦ መልእኽቲ ኣሎ ኣብ ወንጌል ማቴዎስ ምዕራፍ ሸውዓተ እዚኣ ናይ መወዳእታ መዕጸዊት ክትከውን እያ ማለት እዩ እዚ ኣብ ምዕራፍ ሸውዓተ ፍቕዲ ዕስራን ሓደን ክሳብ ዕስራን ሸውዓተን እዩ ዘሎ ፍቓድ እቲ ኣብ ሰማያት ዘሎ ኣቦይ ዝገብር ደኣ እምበር ጎይታይ ጎይታይ ዝብለኒ ኩሉ መንግስቲ ሰማያት ዝኣቱ ኣይኮነን በታ መዓልቲ እቲኣ ብዙሓት ጐይታይ፣ ጐይታይ፣ ብስምካ እተነበናዶ ኣይኰንናን? ኣጋንንትስ ብስምካዶ ኣይኣውጻእናን? ብስምካስ ብዙሕ ሓይሊዶ ኣይገበርናን? ክብሉኒ እዮም። ሽዑ ኣነ፣ ኣቱም ገበርቲ ዓመጻ፣ ከቶ ኣይፈልጠኩምን፣ ካባይ ርሓቑ፣ ክብሎም እየ። ነዚ ነገረይ ሰሚዑ ዝገብሮ ዅሉ ቤቱ ኣብ ከውሒ ዝሰርሔ ብልሂ ሰብኣይ ይመስል። ዝናም ዘነመ፣ ውሒዝ ወሓዘ፣ ንፋስ እውን ነፈሰ፣ ነታ ቤት ከኣ ደፍእዋ፣ ኣብ ከውሒ ተሰሪታ እያ እሞ ኣይወደቐትን። እዚ ነገረይ ሰሚዑ ዝገብሮ ኩሉ ከኣ ቤቱ ኣብ ሑጻ ዝሰርሐ ዓሻ ሰብኣይ ይመስል ማለት እዚ ነገረይ ሰሚዑ ዘይገብሮ ኩሉ ከኣ ቤቱ ኣብ ሑጻ ዝሰርሐ ዓሻ ሰብኣይ ይመስል ዝናም ዘነመ ውሒዝ ወሓዘ ንፋስ ውን ነፈሰ ነታ ቤት ደፍእዋ ወደቀት ኣወዳድቃኣ ድማ ዓቢ ኮነ ስለዚ እቲ ቀንዲ መልእክቲ እንታይ እዩ የሱስ እዩ ህይወት ማለት የሱስ እዩ። ውሕስነት ናይ ሓንቲ ነፍሲ ድማ እንታይ እዩ? ነቲ የሱስ ዝተዛረቦ ቃል ኩሉ ምስማዕ፣ ንዑ ሰሚዕካ ድማ ኣብ ልቡ ኣብ ልብኻ ምዕቋርን ብኡ ንህይወትካ ምምራሕን ማለት እዩ። እታ ቀንዲ እዚኣ እያ እታ መልእኽቲ ዘላ። ኣብ መጽሓፍ ቅዱስ እንታይ ይብለና? ንዑ ዘይሰምዐት ነፍሲ ካብ ህዝባ ክትምንቆስ እያ ይብል። የሱስ ኣብ ዮርባ ዮርዳኖስ እንዳ ተጠመቐ ከሎኹ እግዚኣብሄር ኣቦ እንታይ ኢሉ? ብእኡ ዝሰመርኩ ወደይ እዚ እዩ ንእኡ ስምዕዎ ኢሉ። ማርያም እውን ኣብቲ ናይ ቀና ዘይገሊላ እንታይ ኢላ? ንሱ ዝብለኩም ኩሉ ስምዑ። የሱስ ከ እንታይ ኢሉ ባዕሉ ሰብ ካብ ኣፍ ካብ ኣፍ ኣምላኽ ዝወጽእ ኩሉ ቃል እምበር ብእንጌራ ጥራሕ ኣይነብርን እዩ የሱስ ባዕሉ ከ እንታይ ኢሉ እንጌራ ህይወት ኣነ እዩ ስለዚ እዚ እቲ ቀንዲ መልእኽቲ ማለት ሰባት ንየሱስ ከኣምንዎ ከምቲ ሕጂ ከም ብወ ጽናሕኩ ማለት እዩ ኣሚኖም ነቲ ንሱ እተዛረቡ ኩሉ ቃል ድማ ኣብ ልቦም ከዓቕርዎ ህይወት ንሱ ስለ ዝኾነ ኪንዮ ሓለፋት ድማ ሰባት ክኸዱ ከምዘለዎም፣ ብብሕቶም ክኣምኑን ክንስሑን ክምለሱን ከምዘለዎም፣